ዮው ሰላም ሰላም ልኸበርኩም ናይ ረማይ ፊልምስ ዩቱብ ቻነል ቤተሰብ ልኸበርኩም ተኸታተልተይ ረማይ ናትኩም ተመሊሰ መፅእ ኔኹ እሸሓት መጀመርያ እንኳዕ ድሃና መፃኹም ዌልካም ናልኹ እየ ብምቕፃል ዓርቢ ኢሎም መዓንቲ ደበረና ተሃሊና ዝተጨናነቕና ተሃሊና ብስራሕ ተወጢርና ልቐለና ሰሙን ተሃሊና እዛ ልላትና 20 ድያ 30 ደቂቃ ምሳይ ይኹንኩም ፍትሕ ክንል ኢና ብሓደ ዋላ ኣነ ተጨናኒቐ የቐኒ ብሓደ ምሳኹም ኮይኑ ፍትሕ ክንብልና ሎማዓንቲ ብዙሓት ልገራርሙ ቪድዮታት ነይሩና እዮም ካብና ሎማዓንቲ ቪድዮና ንሪኦም ሓደ
ስለዛ እዚ ትገብሪ ቅስኺ እዛ ሓፍትና እዚኣ ኸ እንታይ ኢና ክንብላ ረእይዋ እስቲ ፍቅሪ ዕውር ኣሚነ በስ
ብዛዕባ እዚኣቶምን ካልኦት ብዙሓት ነገራት ኣብና ልምዓት ቪድዮ ናብ ሓደ ኮይና ክንርኢና እሸውሓት ቅድሚ ናብ ቪድዮ ናብ እንታይና ግን ሓደ ነገር ነገርኩም እሱ ድማ እንታይ እዩ ብቅድማይ ፖስት ዝገበርናዮ ቪድዮ ክንደይ ላይክ ደይረኸዩ ክንደይ ይመስለኩም ኣርባዕተ ሚእቲ ሰማንያ ገለ በስመኣም። ኩላትኩም ላይክ ዝገበርኩም ሳት ብጣዕሚ ኢለ መስኪነኩም ብጣዕሚ ነዚ ቻነል እዚ ሓድሽ ዝኾንኩም ሳት ተሃሊኹም ግን ፕሊስ ሓደሽ ኣይትኾኑ ምክንያቱ ቻነልና ትሪኡ ኣለኹም ኢኹም ሰለስተ ሽሕ ሸሞንተ በፂሕና ነና እዚ ማለት እዚ ማለት እንታይ እዩ ኣርባዕተ ሽሕ እዩ ምክንያቱ ኣብዛ ቪድዮ እዚኣ ኣርባዕተ ሽሕ ክትፈትዩኒ ኢኹም ተኣምር እዩ እዚ ቪድዮ እዚ ተኣምር ክሰርሕ እኒኦ እዚ ቪድዮ ሳብስክራይብ ገበሩ ብምቕፃል ላይክ ላይክ ንዛ ቪድዮ ኢለ ኢለ ይፈልጥ ቁፅር ክፅውዐ ሓደ ሽሕ ላይክ ምክንያቱ ኣብዚ ቻነል እዚ ሓደ ሽሕ ላይክ ኣቲና ኣይንፈልጥ እዩ ጋይስ ነጊረኩም እየ ሓደ ሽሕ ላይክ ተኣቲና ሓደ ሽሕ ላይክ ተኣቲና ማለት እዩ ኣመክለኩም እንደ ሳርፕራይዝ እቃ ችግር የብሉ ሳርፕራይዝ ዝኾነ ቪድዮ ክሰርሕለኹም እየ ብቻ ነዛ ቪድዮ እዚኣ ሓደ ሽሕ ላይክ ንምእታይ ንፅዓር ንጻዕራፋት ላ- ላይክ ልገብሩ ዓርኽትኩም ሼር ገበርሎም ናብዞም ለዋሃት ላይክ ገበሩ ለብሉ ዲስላይክ ልገብር ከትል ከይትልእኹሉ ኖ ኖ ናብ ላይክ ልገብር ዓርክኹም ልኣኽዋ እዛ ቪድዮ እዚኣ ሓደ ሽሕ ላይክ ተኣቲና ካብ ሪኣክሽን ወፃእ ማለት እዩ ልገርም ቪድዮ ማሽ ዝኾነ ቪድዮ ክሰርሐልኹም እዩ ብቻ ነዛ ቪድዮ እዚኣ ሓደ ሽሕ ላይክ ስለዚ ናብ ቪድዮና ክንኣቲና እሽ ከዓ መጨረሻ ቪድዮና ምሳይ ኹንኩም ክትከታተሉ ሃሃ ብኽብሪ ኢለ ሓትት መችኹም እሸውሓት ዝተመጀመሪ ቪድዮና ኮነና ማለት እዩ ኣውሳዩ ኢለና ኣሎ ንፈጣሪ ትደልዮ ገዛ ተሪኦ ተለኻ እሺ እዚ ገዛ እዚ ማለት እዩ ኖ ኖ ኖ ኖ ኖ ፈጣሪ ድዩ ኖ ይብሎ ሕደግ ሕደግ ፈጣሪ ኖኖ ኣዩሊ ምክንያቱ እስኻ እዚ ገዛ ጠይቅኻዮ ኖኖ ይብለካ ኣሎ ካብዚ ዝበለፀ ክበካ ሓስዩን እዮ ማለት እዩ ተወዲኣ በቃ ማለት ፈጣሪ ዝኾነ ነገር ጠይቕናዮ እምብተይልና ካብዚ ዝሓሰብናዮ ዝኾነ ዝበልፅ

ኧረ ኣክቲንግ ማርያምን
እንካኒ ተማሓልፊ እሺ ሃይዳ ሓምሳ ቅርሺ ኮይ ዝብል ሃይዳ ሓሙሽተ ናይ ምንታይ ጠሪጣ
ሓቆም እዮም ሓቆም እዮም ማለት ሲ ሒሳብ መሲሉ ሒሳብ ክመስልኒ እዮም ናልጠረጠ ካላ ትኸፍል ናልፈውሲ ካላ ለይምሽዋድ ለይምሽዋድ ኣሕዋት እዚ ናይ ዓብዪ ሓወይ ኮቦርታ እሺ ናብ ፀሓይ የውፅኦ ኣለኹስ እዞም ተዃም ክዓጎሲቶም መጽላል ጌሮሞ ኣረ ናይ ዓብዩ ሓወይ ትዃኒ ሞት ኣረ በስመ ኣም በስመ ኣም ኣይ ከቢድ እዩ ማለት ከቢድ እዩ ሎማ ዓንቲ ኮቦርታ ሒዞም ልኸዱ ናጋ ሓውኻ ጎቲቶም ልካ ክወፁ ፍራሕ ምጓል ድሞት የለን ጋይስ ክንገርኩም ብባዕሉ ብዝፈጥሮ ሓሳብን ስምዒትን እዩ ዝምውሰብ ይረዳእኩም ኣይረዳእኩም ማለት እዩ ሓንጎልካ ክትቋፀር ተዘይክኢልካ እሱ ክቋፀረካ እንተጀሚሩ ወዲእኻ ኣላ ዊ ቢኬም ዋት ዊ ቲንክ እቲ ንሕና ንሓስቦ ናቲ ውፅኢት ኢና ደቂ ሰባት ስለዚ ብዝከኣል መጠን ፖዘቲቭ ፖዘቲቭ ፖዘቲቭ ክንሓስብ ክንክእል ኣለና ዳስ ዋይ ነዞም ኣርቲስት ስነ ጥበባውያን ገለ ነቲ ሰብ ሓይሊ ዝህብ ኤነርጂ ዝህብ ስርሑሉ ዝብል ዘለኹ ንሕና ናይቲ ንሰምዖ ናይቲ እንሪኦ ናይቲ እንሓስቦ ሪፍሌክት ኢና ንነብር ኣብ ምድሪ the hardest prison in life to escape is mind our mind ኢልዋይ ቦምባርሊ ኣብ ዓለም እቲ ዝበርትዐ ቤት ማእሰርቲ ከተምልጠሉ ዘይትኽእል ዝኸበደ ሓንጎልና ሓንጎልካ ተሓሳሰኻ ዶግቢባ ምስ ሰማዕኩሞ እዩ ማርያምን ይሞችኻ መጀመርያ ስኻ ብምቕፃል ንሓስቦ ነገር ኢና ንገብር በቃ ንሓስቦ ኣብ ርእስና እዩ ሪፍሌክት ገይሩ ብተግባርና ንርዳእ በቃ ኣብዚ ንውድቕ ነገር ማለት ስለዚ ኩሉ ግዜ እዚ ንሓስቦ ነገር ፖዚቲቭ ዝኾነ ሓሳብ ንምሕሳብ ንሞክር ፖዚቲቭ ዝኾነ ተግባር ለ ክንገብር ኢና ኣብዚ ንሓስቦ ሕማቅ ተኮይኑ ግን ብኡ መጠን ንገብረ ነገር እንታይ ይኾን ዱዓ ዕለል ሕማቅ ይኾን ማለት እዩ እሸውሓት ካብዚ ቀፂለ ለርእኩም ቪድዮ ዓቕሊ የድልዮ እዩ ዓቕልኹም ሰብሰብ ብሉ ፍቅሪ ዕውር ኣሚነ ተሳሚኹ ወያነ ወያነ ወያነ

ሂወትካ ሙሉእ ኢካ ብትነብር ግን ኦሬዲ ጽቡቅ ተተገዚምካ ደስ ይብለካ እዩ እምበይ ስለ ገዝ ምልዋ ሓደ ኢልካ ሓዳር ይግደፍ ማለት ኣብ ሓዳር እንታይ ይደሊ ኣሕዋት ካብ ቅርሺ ንላዕሊ ፍቅሪ ይደሊ ፍቅሪ ለሊ እንታይ ትገብሮ ትኽእል ኢካ ትሰርሖ ኢካ ማለት ፍቅሪ ስኢሉ ኮፍ ኢሉ ኣይኮነ መረጋገጺ ዛሁን ኣስምዖ እስቲ ኣብ መጨረሻ እንታይ ገይርካ ኣስራ ደሊ መሲልካ ፍቅሪ ስራሕ ኣዳም ንሄዋን ስለ ዘፍቀራ ኣይኮነን ምስኣ ነቢሉ ወይ ድማ ሄዋን ንኣዳም ስለ ዘፍቀረቶ ኣይኮነን ኣብ ኪደት ናይቲ ጉዕዞ ግን ኣማራጭ ስለለይብሎ ስለዚ ፍቅሪ ይስራሕ እዩ ማለት እየ ሓደ ሓደ ግዜስ በለጭታ ኣይኮነን ፍቅሪ ፍቅሪ ልክዕ ከም ተክሊ ይኹስኮስ እዩ በቃ ብዙሕ ነገር እንዳተኸናኸንካስ ክትዕብዮ ትኽእል ኢኻ እሞ ስለዚ እቲ ምርጫና እግዚኣብሔር እዩ ከም ዝህቦ ይብል ኣነ ማለት እዩ
ፍቕሪ ምስ ግዜ ዝህነጽ፣ ዝንደቕ፣ ዝስራሕ ህይወት እምበር ኣብ ቋሕ ስም ዝፍጠር ብልጭታ ኣይኮነን። ትኽክል። ፍቕሪና ጽልኢ ይስርሖ እዮም ማለት ጽልኢ ለኩ ቀስ ብቐስ ኣስ ብቐስ ኮ ይልዓቢ እናወዓለ ይሓድር እናሓደረ ይዓቢ ገደድ ይልበሃል ነገር ኒኦ ጽልኢ ዛስ ዋይ ጽልኢ ለ ፍቕርለ ንሰርሕና ኣብ ምንታይ ግን ነድህብ ኣብ ፍቕሪ ስነድህብ ማለት ኣብ ፍቕሪ ሓይልና ኣብኣ ንብላ እሸውዓት ዝተውዚ ድማ ማለት እዩ ኣቱም ንቐፃሊ ሓዳር ትገብሩ ተሓሱ ትኾኑ ኣቱም ሓዳር ዝገበርኹም ኹኑ ኣብ ቆልዓ ለለኩም መረኣያ ተቐይር ቪድዮ እያ ረይዋሲ
ክንደይ ቆልዑ ኢኩም ወሊድኩም ክንደይ ቆልዑ ወሊድኩም ንሕና ዘረድናዮ ከይስንብዱ ወላዳት ኢና ፅቡቅ ብጣዕሚ ኣብ ካልኣይ ዓመት ቆልዓ ኢና ንፅና ካልኣይ ዓመትና ቆልዓ ክልተ ሻዕ ማንካ ወሊደ ኣነ
ዓሰርተ ኣርባዕተ ከብደይ ወሊደ እጀካ ምውላድ ካልእ ይፈልጥን መርፍእ ዝበሃል እየ ግዛእ ዝበሃል የለ ድሕሪ መርፍእ ደሊኻ ነዛ ገጃበት ኣሎ ዝበሃል ኣብ ኣስመራ ከድካ ሰብኣይን ሰይትን ኢኻ ትፈርም

ዝሃበኒ ቤታ እንዳ ኣላ ከድኪ መርፍእ ዘይተውግኡ ኢላቶ ዋእ ኣትንበይተ ኣቃልባ ነረ ትሓዝላን ኢለኪ ነረ ኢልዋ ከዚያ ንሓልፍ ንሕና ኣለትሽ
ሰብ ተርባዕቲኦም ደቂ ምሓረ እዮም ተምሪ በቃ ኣብኡ ተወሊድና ኣይ ማለት ንስመራውን ተቀይርና ከና ነና ስራሕ ዝኾነ ሰለስተ ደቂ ኣምሓረ። ጸሃይነሽን ጸገዝኣብን።
እቶም ዝተረፉ።
ትርሓስን።
ኣስመራ።
ኣብ ሓንቲ ገዛ።
ከም ዘጸናሕኩ መዓልታዊ ስራሕ ቢልዋለድዩ ዒላ ዝኩዓትልዩ እነስከምልዩ ከምዚ ሰለስተ ቆልዓ ክሳብ ዝወልድ ከምዚ ነይሩ ሓዳረይ መሬት ሓላዊ ድዩ ቡዙይ እታ ሳልሰይቲ ቆልዓ ሰለልኩ ትርሓስ

ኣሕዋት ዘም ወለድና ምሰማዕኹምዎም እዮም ማለት እንደ ቆልዑ ወሊዶም ትሰምዑ ኣለኹም ኢኹም ብሻላ ደቆም ለሊ ህይወቶም ተቐይሩ ትሰምዖም ኣለኹም ኢኹም ብቻ ኣሕዋት ካብዞም ወለድና ብዙሕ ነገር ተማሂሮም ትኾኑ ተስፋ ይገብር እሱ ድማ እንታይ እዩ ንውለድ ስኢና ንውለድ ንውለድ ውለዱ ልተመርዐኹም ውለዱ ኣቱም ክትምርዑ ይተሓስቡ ለለ ብደንብ ጌርና ንውለድ እሺ

እምበርኳ ብሰለስተ ቅርሺ ዝገዛኪ ተረኺብኩም ዕድለኛ ኢኹ በዚ ኣጋጣሚ እዚ ግን ማለት እዩ ዓርስኽን ትሸጣ ደልያ ብዙሓት እኒኹም ናይ ቴሌግራም ቻናል ከፍተልክን ኢና ብቪድዮ ብፎቶ ኣደጊፍክን ዓርስኽን ክሸጣ ትኽእላ እያ ተዘይኮይኑ ግን ኣብ ቲክቶክ ዳመፃኽን በዚ ሞጥማጥ መናሓዝክን ክንሟጣሞጥ ኢና ተልክን ግን ናይ ኣወዳት ማሕበር ፈፂሙ ይሰምዐክን እስኺ ድማ ኣቲ ገፅ ፈረስ ጮማ ደደብ ትመፅእ ገፅክን ሞጥማጥ መልሓስክን ደጊመ ቲክቶክ ከይርያ ዝወፈር ኮንፊደንስ ክዚ ብስራሕ ሞክርሉ ኣጋጣሚ ተተሳካልኪ ኣበይ ነበረት ጠረብ ኣሎ እንዲ ኣውዲ እዚኣ ይንዓል ጡዝ ይንዓል ሸክለክ ኣርኪዕኻና ብዝኾነ ናይ ወዳት ጋንግ ንቕድሚት
ቴንኪዩ ብሮ ቃ ቴንኪዩ ፈዊስኻና ቴንኪዩ መጀመርያ ስኻ ቴንኪዩ ብምቐፃል ኩለን ኣዋልድ ይኾና ከምዚ ይብላ ኩለን ኣዋልድ ይኾና ቅርሽል ጥይቃ መልክዕ ጥይቃ ኒዋይ ረያ ዝሓፍትና እዚኣ ሰላም

ምስኣ ንውዓል ቭሎግ እያ ሰሪሐትልና እያ ሓንቲ ወክ ክገብር ኢለ ደገ ንእሽተይ ንፋስ ክውቃዕ ኢለ ወፀልኹሙ ፀሓይ ግን ካብ ዓቕሚ ብላዕሊ ምስ ዝኾነትንስ ሓንቲ ጎረቤተይ ሕዚነያ መስለል ፅላል ሂባትኒ ካብዚ ፅላልስ ክዓቢ በስመ ኣም ዋይ ዝካሉ ሽከምዚ ፀሓይ ምቃዕሸኒ ኢለ ፀልየዮ

እኽ ኢልና በቃ እሱ ኢሉስ ደስ ክብል ኢላ ኮፍ ኢልና በቃ እናበልናላ ተጫወትና እናበልናላ ህልና እዋ ካብኡስ ዋ እዛ ቆልዓስ ይፈልጥ ኣይመስለና ኣብ ዝኾነ ቦታማ ይፈልጥ ኣብ ቲክቶክ እዩ ክትፈልጥ እያ፣ ኣብ ቲክቶክ። ኣይፈልጠን ይመስለኒ ኣብይ ክንፈልጥ። ብጣዕሚ እያ ስንዋ ካብማ እዛ ዓርኪ ስቦርሳይ ደስ ኢልዋ ጎይታይ ቤዛኻ ኣነ ለ ከምዚ ገይረ ቭሎግ ለስራሓ ቆልዓ ሃበኒ ሚጣየ ግን ከይጠፍና

ተጋደል ህዋን ሜድያ እተውጽእዋ ኣብ ከምዚ ትሕመዩ እዮም ተጋርዋን ምስ ትግራዋይ ምድራፋ ሕጂሲ ንስኻትኩም እሞ እንታይ ኹም ኮይንኩም እንታይ ትግራዋይ ዝገጠመላ ግጥሚ ገጢማ ደሪፋ ኣብ ጽልኢ ንበራቶም ህዝቢ ሙዚቃ ሙዚቃ ኣድማሳዊ ክሳብ ዝኾነ

ኮሜዲ ክንሳ ሙዚቀኛ እያ ደራፊት እያ ምስ መን ትደርፍ ምስ እሺ ኣሕዋት እስተ እዚ ድማ ማለት እዩ ሸላ ኣይርአ እየ ኢለ ኣነ ምስ ረኸቦ እዚ ቪድዮ እዚ ፎቶ ባ ሸላ ኣይርአ ማለት ትሪእዎ ኣለኹም ኹም ዳዊት ምስ መኒኦ እንድዒ ሸላ ይረአዮ እዚ ጉዳይ እዚ እለ ኣነ እዚ ፎቶ እዚ ምስ ረኸቦ እስቲ ሸላ ከብ ሰዓት ዝታ ይገብር ልብል እስቲ ንረአዮ ብሓደ